ጥዕና ይሃበለይ ዝኸበርኩም ተኸታተልቲ ኮኾብ ሚድያ ዜናታት እዚ ዕለት ሒዝናልኩም ቀሪብና ኣለና ፈለማ ቀንዲ ቀንዲ ኣርእስትታቶም ናባኻትኩም ክነብል ኣብ ሓደ ሓደ ከተማታት ትግራይ ግልጋሎት ሓይሊ መብራህቲ ከም ዝተጀመረን ትግራይ ኣብ ጽቡቕ ኩነታት ጸጥታ ከም እትርከብን ተገሊጹ ኣብ ከባቢታት ሑመራን ወልቃይትን ከቢድ ውግእ ቐጺሉ ከም ዝርከብ ተሓቢሩ መንግስቲ ኢትዮጵያ ኣብ ልዕሊ ተወለድቲ ብሄረ ትግራይ ዝካየድ ዘሎ ግፋን ማእሰርትን ኣሐይሉ ከምዝቐፀለሉ ተሓቢሩ። ትማሊ ዛዕባ ትግራይ ኣድሂቡ ኣብ ዝተገበረ ኣኼባ ኣብ መንጎ ስልጡናትን ዓበይትን ሃገራት ዓለም ዓብዪ ውጥረት ከምዝተፈጠረ ተሓቢሩ ናይ ዝብሉን ካልኦት ዜናታትን ዝርዝር ናባኻትኩም ክነብል ኢና። ዝኸበርኩም ተኸታተልትና ድማ ንምድላዋትና ላይክ፣ ሼርን ሰብስክራይብን ብምግባር ተበጻሕቲ ንኽንከውን ኣብ ምግባር ክትሕግዙና ብኽብሪ ንሓትት። ሰናይ ጻንሒት። ጉጅለ ኣብይ ኣሕመድ ብሰራዊት ትግራይ ተሳዒሩ ድሕሪ ምንስሓቡ ኣብ መላእ ትግራይ ኩሎም ዓይነታት ግልጋሎት ስልኪ፣ መብራህቲ፣ ማይን ባንክን ሙሉእ ብሙሉእ ከምዝተቋረፁ ዝዝከር እዩ። ዛጊድ ድማ ሓደ ሰሙን ኣቑፂሩ ይርከብ። ወሃቢ ቃል መንግስቲ ትግራይ ተጋዳላይ ጌታቸው ረዳ ትማሊ ኣብ ዝፀሓፎ ናይ ትዊተር መግለፂ ድማ ግልጋሎት ስልክን መብራህትን ንምትካል ናይ ግድን ኬንያ ምኻድ ከምዘየድልን ኣብ ትግራይ ክስራሕ ከምዝኽእልን ዝሓበረ እንትኸውን ካብ ትማሊ ኣትሒዙ ኣብ ሓደ ሓደ ከተማታት ትግራይ ግልጋሎት ሓይሊ ኤሌክትሪክ ከምዝተጀመረን ተገሊፁ። ንከተማ መቐለ ሓዊሱ ኣብ ከባብታት ሽረን ዓዲግራትን ግልጋሎት መብራህቲ ከምዝተጀመረ እውን ተፈሊጡ። እዚ ሐዚ ኣብ ትግራይ ጀሚሩ ዘሎ ግልጋሎት ሓይሊ ኤሌክትሪክ ካብቲ ኣብይ ኣሕመድ ዝቆፃፀሮ ማእኸል ወይ ድማ ናሽናል ግሪድ ዘይኮነስ ካብ ተከዘ ተቖሪፁ ዝተቐፀለ ምዃኑ ክፍለጥ ይግባእ። ብኻልእ ገፅ ኣብዚ ሐዚ እዋን ኣብ ትግራይ ዘለዋ ዝተፈላለያ ኣብያተ ፅሕፈት ህዝባዊ ግልጋሎት ምሃብ ጀሚረን ኣለዋ። ካብ ከተማታት ናብ ከተማታት ዝግበር ምንቅስቓስ እውን ብውሑስን ጥቡቕን ፀጥታ ይካየድ ከምዘሎን ወሃብቲ ሓገዝ ሰብኣዊ ድጋፋት እውን ጽቡቕ ብዝበሃል ብርኪ ቐዳምነት ንዘድልዮም ወገናት የብጽሕ ከምዘሎ ምንጭታትና ሓቢሮም ኣለው። ብውሱን መልክዑ ግን ሕጽረት ነዳዲ ኣጋጢሙ ከምዘሎን መንግስቲ ትግራይ ድማ እዚ ንምፍታሕ ይሰርሕ ከምዘሎ ተሓቢሩ። ውጪ እሺ ይበል እምቢ ይበል ኻልኦት ጀነራላት ኢትዮጵያ መራሕቲ ኢትዮጵያ እሺ ይበሉ እምቢ ይበሉ መራሕቲ ኤርትራ እሺ ይበሉ እምቢ ይበሉ ንሕና ኩሉ ሻዕ ቅልጽምና ኢና እንኣምን ኣብዚ ሕዚ እዋን ኩሉ ብቅልጽምና ብስብእነትና መንነትና ክነምልሶ ኢና ኣብ ትግራይ ኣብ ከባቢታት ሑመራን ወልቃይትን ሐዚ እውን ከቢድ ዝብሃል ኲናት ከምዝቐፀለ ተሓቢሩ። ትማሊ ሰራዊት ትግራይ ንርእሰ ከተማ ወልቃይት ዝኾነት ማይ ፀብሪ ንምቁፅፃር ሓያል ውግእ እናካየደ ዝፀንሐ እንትኾን ሐዚ እውን ቀፂሉሉ ከም ዝርከብ ሓበሬታታት የመላኽቱ። ብሑሞራ ገፅ እውን ተመሳሳሊ ዝኾነ ከቢድ ውግእ እናተኻየደን ሰራዊት ትግራይ ድማ ፀላእቲ ብሓይሊ ንዝመንጠሎም መሬታት ትግራይ ብቕልፅሞም ንምምላስ እናተዃሽሑ ይርከቡ። ሓቦን ፅንዓትን ነቶም ወነንቲ ዓወትን ብረት ለበስን ዝኾኑ ጀጋኑ ሰራዊት ትግራይ፣ ዓወት ምስ ሓቀኛታት ከምትኸውን ድማ እምነትና ዩ። መንግስቲ ኢትዮጵያ ኣብ ልዕሊ ተወለድቲ ብሄረ ትግራይ ዘካይዶ ዘሎ ማእሰርትን ግፋን ኣሐይሉ ቀፂልሉ ከምዝርከብ ተሓቢሩ። ኣብ ኣዲስ ኣበባ፣ ቤንሻንጉል ጉሙዝ፣ ድሬዳዋን ጋምቤላን ዝነብሩ ተጋሩ ብሄር መሰረት ዝገበረ መጥቃዕቲ እናተፈፀሞምን ተጋሩ ስለ ዝኾኑ ጥራሕ ተመምዮም እናተሓፈሱን ገሊኦም ናብ ኣዋሽ ኣርባ እንትውሰዱ ካልኦትም ድማ ናብ ዘይተፈለጠ ቦታ እናተወሰዱ ከም ዝርከቡ ተሓቢሩ። ኣብ ኣዲስ ኣበባ ዝነብሩ ተጋሩ ብዝሃቡና ሓበሬታ መሰረት ድማ እቶም ክሳብ ሐዚ ዝተኣሰሩ ተጋሩ ናብ ኣዋሽ ኣርባ ከም ዝተወሰዱን ናብ ወታደራዊ መሰልጠኒ ቦታ ይወስዱዎምን ምሩኻት ሰራዊት ትግራይ እዮም ኢሎም ዶክመንተሪ እናዳለዉ ከምዝርከቡን ተፈሊጡ። ብሓፈሻ ካብ ትግራይ ወፃኢ ዘሎ ትግራዋይ ብፍላይ ነባሪ ኣዲስ ኣበባ ዝኾነ ኣበ ጭንቅን ፀበባን ይርከብ። መንግስቲ ኢትዮጵያ ምስ መንግስቲ ትግራይ ብሓደ ገፅ ናይ ተኹሲ ደው ምባለ ስምምዕነት ይፅውዕ ብኻልእ ገፅ ድማ ዓሌት መሰረት ዝገበረ ማእሰርትን ምንግልታዕን ኣብ ልዕሊ ተጋሩ ይፍፅም ኣሎ። ናይዚ መቐፀልታ ዝኾነ ድማ ኩሉ ዓይነት ኣበ ትግራይ ዝወፀ ናይ ባንክ ደብተር ክእገድ ምግባሩን ብዙሓት ምስ ቅርሾም እናሃለዉ ኣደዳ ጥሜትን ልመናን ገይሩዎም ይርከብ። ሎሚ ድማ እቲ ምግፋዕ ተጋሩ ኣብ ሰመራ ዩኒቨርሲቲ ቐፂሉ ከም ዘሎ ሐዚ ዝበፀሐና ሓበሬታ የመላኽት። ተመረቕቲ ተምሃሮ ሰመራ ዩኒቨርሲቲ ዝኾኑ ተወለድቲ ትግራይ ካብ ዕስራን ሸሞንተን ሰነ ክልተ ሽሕን ዓሰርተ ሰለስተን ዓመተ ምህረት ኣትሒዞም ካብ ሰመራ ዩኒቨርሲቲ ንኽለቁ ከም ዝተኣዘዙን ልዕሊ ክልተ ሚእቲ ሰማንያ ዝኾኑ ተጋሩ ተምሃሮ ምሳሕ ተኸልኪሎም ከም ዝተንገላትዑን እውን ተገሊፁ። ግልጋሎት ባንኪ ንከይረኽቡ ድማ እቲ ኣብ ትግራይ ዝወፀ ቁፅሪ ባንኪ ተኣጊዱ እዩ። ነዚ ስዒቡ እቶም ተምሃሮ ኣብ ሕማቕ ኩነታት ይርከቡ። ትማሊ ዛዕባ ትግራይ ኣድሂቡ ኣብ ዝተኻየደ ኣኼባ ባይቶ ፀጥታ ሕቡራት ሃገራት ኣብ መንጎ ዓበይቲ ሃገራት ዓለምና ሓያል ወጥሪ ከም ዝዓሰለ ተሓቢሩ። ነዚ ስዒቡ ድማ እቲ ኣኼባ ብዘይ ምርድዳእ ከምዝተዛዘመ ተገሊፁ። ውድብ ሕቡራት ሃገራት እቲ ኣብ ትግራይ ዘሎ ቅልውላው ንምፍታሕ ህፁፅ ኣኼባ ንኽካየድ ፃውዒት ምግባሩ ዝዝከር እዩ። እቲ ትካል ትማሊ ኣብ ዘካየዶ ኣኼባ ድማ ክልተ ዝተፈላለዩ መርገፅታት ተንፀባሪቖም እዮም። ኣሜሪካ፣ መንግስቲ ኢትዮጵያ ሕዚ እውን ተበፃሕነት ሰብኣዊ ሓገዛት ንኽባፃሕን ዝተዓፀዉ ግልጋሎታት ንምጅማር ሓላፍነቱ ክዋፃእ ዝብል ቅዋም ዝሓዘት እንትኸውን፣ ሃገራት ሩስያን ቻይናን ብወገነን ኣንጻር ትግራይ ጠጠው ኢለን ጉዳይ ትግራይ ጉዳይ ኢትዮጵያ ስለዝኾነ ኢድና ኣይነእቱን ዝብል ቅዋም ምሓዘን ተገሊጹሉ። መንግስቲ ቭላድሚር ፑቲን ካብ ፈለምኡ ሓጋዚ መንግስቲ ኢትዮጵያ ምዃኑ ድማ ዝፍለጥ እዩ። ብኻልእ ገጽ ሩስያን ቻይናን እታ ናይ ኢኮኖሚ መወዳድርተን ዝኾነት ኣሜሪካ ዝሓዘቶ መርገጺ ንምቅዋም መዓንጠን ዓጢቐን ይርከባ። ቀንዲ ቅዋምን መርገጽን ፍታሕ እዚ ኹናት ዝኸውን ግን ቅልጽም ትግራዋይ ምዃኑ ዝዘንግዓ ይመስላ። ዝኸበርኩም ተኸታተልትና ናይ ሎሚ ዜናታትና ነቶም ክትከታተልዎም ዝጸናሕኹም ይመስሉ ነይሮም። ምድላዋትና ተበጻሕነት ንክህልዎ ላይክ፣ ሼርን ሰብስክራይብን ምግባር ኣይትረስዑ። ስለ ምክትታልኩም ኣዚና ኢና ነመስግን። ትግራይ ብቅልጽም ደቃ ክትስዕር እያ። በብዘለኽሞ ጽቡቕ ተመኒና። ሰላም
ውጪ እሺ ይበል እምቢ ይበል ካልኦት ጀነራላት ኢትዮጵያ መራሕቲ ኢትዮጵያ እሺ ይበሉ እምቢ ይበሉ መራሕቲ ኤርትራ እሺ ይበሉ እምቢ ይበሉ ንሕና ኩሉ ሻዕ ቅልፅምና ኢና ንኣምን ኣብዚ ሕዚ እዋን ኩሉ ብቅልፅምና ብስብእነትና መንነትና ክነምልሶ ኢና